ኣብታ ብኣፈ ታሪኽ እንፈልጣ ምድሪ፣ ኣስማተኛታት በዚሖምሉ ብ ዝነበሩ ዘመን፣ ጽሑፍቶ ናይታ ሰፊሕ ግዝኣት ዝነበራ ንግስነት ኣብ ሓደ ንእሸይ መንእሰይ ይምርኮስ። ናይዚ መንእሰይ'ዚ ስም ድማ መርሊን። ሰላም ጆሲ ተሓውኹም እየ ምሳኹም ዘለኹ ንሎሚ ድማ ሓምሻይ ክፋል መርሊን ሒዘልኩም መጺኤ ኣለኹ ኣብ ዝሓለፈ ክፋል ዝረኣናዮ ሓደ ሓደ ከዘክረኩም እታ ንዌሜ ዝተባህለት ጠንቋሊት ኣብ ዋንጫ መርዚ ጌራ ንኣርተርን ንመርሊንን ኣብ ከቢድ ሽግር ከተእትዎም ኮላ ንሱ ጥራይ ከይኣኽላ ብሰንኪ እዚ ጉዳይ እዚ ክልተ ነገስታት ክበኣሱ ክሓስቡ ከለዉ ሪእና። ቀጺላ ውን ብዝተፈላለየ ኣጋጣሚ ጌራ ንኣርተር ክትቀትሎ ፈቲና እንተኾነ ግን ሓሳብ ልባ ምስማር ኣብይዋ ኣርተር ውን ንመርሊን ንምድሓን ናብ ኣዝዩ ሓደገኛ በዓቲ ኣትዩ ፈውሲ ዝኾኖ ዕንባባ ሒዙሉ ክመጽእ ኮሎ መርሊን ውን ሳላ ኣርተር ካልኣይ ግዜ ሂወት ዘሪኡ ካብ ዓራቱ ተሲኡ ካብ ሞት ክድሕን ከሎ ሪእና ኢና ወዲእና ኔርና። ሓምሻይ ክፋል መርሊን ክንቅጽል ከለና ኣብ ማእከል ጫካ መርሊን በይኑ ፍረታትን ጽላል ዝብእን እንዳ ኣረየ ከሎ ንሪኦ። ኣብ ከምዚ ርጉእ ኩነታት ከሎ ግን ሃንደበት ኣዝዩ ዘፍርሕ ድምጺ ሰሚዑ ጥዑይ ጌሩ ናብቲ ከባቢኡ ምስ ጠመተ ድማ ኣዝዩ ዘይንቡር ቅድሚ ሕጂ ርእይዎ ዘይፈልጥ ኣዝዩ ዓቢ ኣራዊት መንገብገብ ዘለዎ ናብኡ ገጹ ክመጽእ ከሎ ርእዩ መርሊን ህድማ ይተሓሓዞ ዋላ እኳ ተሃደመ ግን እታ ኣራዊት የርክቦ'ሞ ገጹ ናይታ ኣራዊት ናይ ንስሪ መንገብገብ ዘለዎ ከምኡ ድማ ከም ካልኦት እንስሳታት ኣርባዕተ እግሪ ከም ዘለዎ ንርኢ መርሊን ብፍርሒ ወዲቑ እቲ ኣራዊት ውን ኣርኪብዎ ክቐትሎ ምስ ቀረበ ኣውያ ትድርግሖ'ሞ ኣብቲ ከባቢ ሓደ ወዲ ጸኒሑ ተቐላጢፉ መጺኡ ነቲ ኣራዊት እንዳፈራርሐ ንመርሊን ክሕግዞ ይፍትን። ሽዑ ነቲ ኣራዊት ንእሸይ ስለ ዘፋራርሕዎ ኣብታ ዝረኸብዋ ሓጻር ግዜ ተቐላጢፎም ካብኡ ይሃድሙ'ሞ ብሓደ ጉንዲ ተሓቢኦም የሕልፍዎ። ልቡ ጠፊእዎ ዝጸነሐ መርሊን ንእሸይ ምስ ተረጋገኣ ነቲ ብ ጎኑ ዘሎ ወዲ የቐኔለይ ሂወተይ ኣድሒንካለይ ኢኻ ብሎ። እቲ ወዲ ግን መርሊን ዘይረኣዮ ኣብ ከብዱ ከባቢ ደም ይፈስስ ስለ ዝነበረ። ንመርሊን ጸገም የብሉን ኢሉ እንዳ መለሰሉ፣ መርሊን ድማ ስሙ ይሓተሞ ላንሲሎት ከም ዝበሃል ይነግሮ። ስሙ ድሕሪ ምዝራቡ ግን ቃንዛ ስለ ዘይከኣለ ሃንደበት ሃለዋቱ የጥፍእ። መርሊን ድማ በዓሉ ዕለቱ ስለ ዝኾነ ናብ ጋየስ ወሲዱ ሕክምና ከም ዝረክብ ይገብር። ኣብ ተመሳሳሊ ሰዓት ክልቲኦም ኣቦን ወዱን ንጉስ ኡተርን ወዱ ኣርተርን ካብቲ ናይ ካሚሎት ዓቢ ካንሸሎ ወጺኦም ናብቲ ጫካ ገጾም ንእሸይ ቅርብ ኢሎም ናብ ዙርያ ኣብ ካሚሎት ዝርከባ ገዛውቲ ይርእዩ'ሞ፣ ኣርተር ድማ ነብኡ፣ ኣብዚ ሰሙን እዚ ማንነቱ ዘይተፈልጠ ኣዝዩ ገጂፍ ኣራዊት፣ መንገብገብ ዘለዎ ኣርባዕተ መሓውር ዘለዎ፣ ብዙሕ መጥቃዕቲ የውርድ ከም ዘሎን ነበርቲ ናይዚ ከባቢ ገዛውቲ ብዙሓት ሰባት ከም ዝቐተለ ሰባት ክዛረቡ ከም ዝሰምዐ ኣርተር ነብኡ ኡተር ፔንድራገን ይነግሮ። ንጉስ ድማ እዚ ኣራዊት እሞ ናባና ቅድሚ ምምጽኡ ምሉእ ምድላዋት ግበሩ ኢኹም እብሎ ንወዱ። ናብ በዓል መርሊን ውን ምስ ተመለስና እቲ ዓንተቦይ ዘድሐኖ ላንሲሎት ብጋይስ ሕክምና ድሕሪ ምርካቡ ካብ ሕማሙ ተሲኡ ብፊኒስትራ ንካሚሎት ከተማ እንዳረኣየ ዝገርመካ መርሊን ኣነ ካብ ብንእሽተይ ናይ ካሚሎት ወተሃደር ኮይነ ከገልግል ኣዚዩ ደስ ዝብለኒ ነይሩ እብሎ። መርሊን ድማ ሕጂ ውን እኮ ክትከውን ትኽእል ኢኻ እብሎ እሞ ላንሲሎት ግን ኖኖ፣ ናይ ካሚሎት ከተማ ወተሃደር ንምዃን ኣዝየ ሓያል ክኸውን ኣለኒ ይብሎ። መርሊን ሕጂ'ውን ትቕብል ኣቢሉ፣ ንዓይ ከተድሕነኒ ምስቲ ኣራዊት ክትቃለስ ኮለኻ ርኤካ'የ፣ ንፉዕ ተዋጋኣይ ኢኻ ብሎ። ንፉዕ ኢኻ ጥራይ ኢለ ከማን ሱቕ ኣይብልን'የ፣ ንኣርተር ከዘራርበልካ'የ ወተሃደር ከም ትኸውን ክገብር'የ ኢሉ ንኣርተር ይነግረሉ። ናብ ኣርተር ከይዱ ኣዝዩ ኣገዳሲ ወተሃደር ረኺበልካ ኣለኹ። ንዓይ ካብ ሞት ትማሊ ኣድሒኑኒ እዩ። ናትካ ወተሃደር ንኸኸውን ብቑዕ እዩ ይብሎ እሞ ኣርተር ድማ ብቑዕ ኣይመስለንን ደሓር ከኣ ናይ ክእለቱ ጥራይ ዘይኮነ ናይ ካሚሎት ወተሃደር ንኸኸውን ካብቶም ናይ ንጉስ ወተሃደራት ናይ መኳንንቲ ወለዶ ክህልዎ ኣለዎ እብሎ። መርሊን በዚ ነገር እንዳተገረመ ከሎ ኣርተር እዚ ዝበልኩኻ ኩሉ የማልእ ድዩ እሞ ኢሉ ሓቶ። መርሊን መልሲ ስለ ዝሰኣነ። ኣብ ኣፉ ዝመጸሉ። እወ ልክዕ ከምዚ ዝበልካዮ እዩ፣ ኩሉ ነገር የማልእ ይብሎ። ሽዑ ኣርተር፣ በቃ ናብቲ መሰልጠኒ ቦታ ጽባሕ ሒዝካዮ ምጻእ እብሎ። መርሊን ተቐላጢፉ ንገዛ ይምለስ እሞ ንላንሲሎት፣ ጽባሕ ኣርተር ናብ ሜዳ ምጻእ ኢልካ እብሎ። ገየስ ግን ኣብ ጥቕኦም ጸኒሑ ነዚ ምስ ሰምዐ፣ ከመይ ኢሉ ወተሃደር ክኸውን? ቀደም ዝወጸ ሕጊ ናይ ካሚሎ ትከሎ ናይ መኳንንቲ ዘርኢ ተዘይኮይንካ ክትከውን ኣይትክእልን ኢካ ምክንያቱ ናይ ቀደም ነገስታት ካብ ዓሌቶም ርሑቅ ዝኮነ ሰብ ወተሃደር ጌሮም ንክቆጽርዎ ይተኣማመንሉ ስለዘይነበሩ ካብ ከባቢኦም ካብ ዘርኦም ዝኮነ ዓሌቶም እዮም ወተሃደር ዝቖጽሩ ነይሮም። እዚ ሕጊ ድማ ክሳብ ሕጂ ይቕጽል እዩ ዘሎ እብሎም። ላንሲሎት ነዚ ነገር ድሕሪ ምስምዑ፣ ካብ ብንእሽኡ ወተሃደር ናይ ከተማ ካሚሎት ክኸውን ዋላ እኳ ትምኒቱ ተነበረ፣ ብሓንቲ ግዜ ግን ተስፍኡ ይጽልምት። መርሊን ግን ነዚ ምስ ኣስተውዓለ ኣዝዩ እንዳ ተገረመ፣ ወተሃደር ንምዃን ግን እንታይ እዩ ክንድዚ ሃንጢካ ኢሉ ሓቶ። ላንሲሎት ድማ ቀደም ቆልዓ ከለኹ ሸፋቱ ንዓድና ኣትዮም ነይሮም፣ ሽዑ ድማ። ኣነ ኣዝየ ንእሸይ ስለ ዝነበርኩ ነቦይን ነደይን ኣብ ቅድመይ ኣብ ቅድሚ ዓይነይ እዮም ቀቲሎሞም ኣነ ግን ኣዝየ ዕድል ስለ ዝገበርኩ ካብቲ ሽግር ኩሎ ኣምሊጠ ካብታ ግዜ እቲኣ ንደሓር ድማ ነብሰይ ባዕለይ ክካላኸለላ ኣለኒ ካብ ዝብል ምሉእ ሂወተይ ኣብ ምልምማድ ቃልሲ ኤሕሊፈዮ እብሎ። ቀጺሉ ውን እንታይ እሞ ዓብስ እዚ ኩሉ ዝጻዓርክዎ ካብ ነብሰይ ሓሊፈ ንኻልኦት ሰባት ክጠቅም ዋላኳ ይሓስብ ተነበርኩ፣ ወተሃደር ኮይነ ንኽቑጸር ከማን ዝበቅዕ ማንነት ኣይጸናሕንን እብሎ። መርሊን ነዚ ድሕሪ ምስምዑ፣ ክሳብ ክንድዚ ትደልዮ ተኾይንካ ብኣይ ተኣማመን፣ ብናተይ መገዲ ገይረ ወተሃደር ኮይንካ ከም ትቑጸር ክገብር'የ ኢልዎ። ናብቲ ናይታ ከተማ ቤተ መዝገብ ኣትዩ፣ ናይ ነገስታት ኣስማትን ኣርማታትን ዘለዋ መጽሓፍ ደልዩ ረኺቡ፣ እትብኡ ዘሎ ዋርድያ ከይርኣዮ፣ ናይ ሓደ ካብ ናይ ነገስታት ዘርኢ ዝነበሮ ኣርምኡን ስሙን በዒንቱ ኮፒ ገይሩ ናብ ካልእ ወረቐት ሒዝዎ ሓቢእዎ ይወጽእ። መርሊን ተቐላጢፉ ንገዛ ይምለስ እሞ ንላንሲሎት እታ ወረቐት እንዳርኣየ ከምዚ ትርእዮ ዘለኻ ናይ መበል ሓምሻይ ነገስታት ዘርኢ ምዃንካ ዝገልጽ ወረቐት'የ ሒዘልካ መጽየ ዘለኹ ወዲ ኖርዝታምብርያን ኢኻ እብሎ። በቃ ሕጂ ዝተርፈካ ንበዓል ኣርተር ብቕዓት ከም ዘለካ ኣመስኪርካ ወተሃደር ምዃን እዩ ጥራይ ዝተርፈካ ብሎ። ላንሲሎት ግን መርሊን ዋላ እኳ ንጥቕሙ ይንቀሳቐስ ተሃለወ ፈጺመ ከምዚ ገይረ ብሓሶት ወተሃደር ክኸውን ኣይደልን ኢሉ ይኣብዮ። መርሊን ድማ ግድን ከእምኖ ስለ ዝነበሮ ካብ ብንእሽተኻ ሕልምኻ ዝነበረ ነገር እየ እኮ ዝህበካ ዘለኹ። ደሓር ከኣ ኣይተካብዶ ንሕና እኮ ሕጊ ቀይርናን ነታ ሕጊ ሽውያ ኢና ዕጽፍ ኣቢልናያ ይብሎ። ላንሲሎት ብናይ መርሊን ዘረባ መወዳእትኡ ስለ ዝኣመነ ሕራይ በቃ ከም ዝበልካዮ ይኹን ኢሉ ይቕበሎ እታ ወረቐት። ቀጺሎም ብሓንሳብ ከይዶም ንላንሲሎት ዝኸውን ክቃለስ ከሎ ዝገብሮ ክዳን መታን ክስርሓሉ ናብ ግዌን ሒዝዎ ይኸይድ እሞ ንሳ ድማ ነቲ ክዳን መስርሒ ዝኾና ዓቐን ንምፍላጥ እንዳዓቀነቶ ከላ ላንሲሎት ደስ ስለ ዝበለቶ ዓይን ዓይና እንዳጠመተ ስማ ሓቲትዋ ተላልይዋ ኢዳ ስዒሙ ይፋነዋ። ካብኡ ወጺኦም እንዳኸዱ ግን ላንሲሎት ምናልባት ከይተረድኦ መታን ንመርሊን ከየቖጥዖ ኢሉ ምስ ግዌን ወላ ሓደ ናይ ፍቕራዊ ርክብ የብልኩምን ሓቀይ ኢሉ ሓቶ። መርሊን ውን እንዳሰሓቐ ኣጆኻ ወላ ሓንቲ የብልናን መሓዛይ ጥራይ እያ ኢሉ ይነግሮ። ሽዑ ላንሲሎት ኣብ ልዕሊ ግዌን። ናይ ፍቕሪ ተስፋታት ከም ዘለዎ ይሓስብ። ሽዑ ንጽባሒቱ፣ ከምቲ መርሊን ምስ ኣርተር ዝተሰማምዖ፣ ላንሲሎት ዝፍተነሉ ግዜ ኣኺሉ ምስ ኣርተር ይላለዩ። ቀጺሉ'ውን እታ ብማጂክ ዝተሰርሐት ፌክ ናይ ንጉሳዊ ማሕተም ዘለዋ ወረቐት ናይ ንጉስ ኤልድረድ ሓምሻይ ወዱ ምዃኑ ዘርኢ ወረቐት እህቦ። ኣርተር ግን ሃንደበት እንዳተዘራረቡ ከለዉ፣ ብሓይሊ ብጽፍዒት ይሃርመሞ። ላንሲሎት መሬት ይወድቕ። ኣርተር መሬት ወዲቑ ምስ ረኣዮ፣ ወተሃደር ንኽትከውን ድሉው ኣይኮንካን ኢሉዎ፣ ገዲፉዎ ንኽኸይድ ሕቖኡ ይህቦሞ። ላንሲሎት ግን ቀልጢፉ ተሲኡ፣ ሕጂ ጀምር፣ ሕጂ ድሉው ይብሎ። ኣርተር ድማ ላንሲሎት ዘይተጸበዮ ነገር፣ እምበኣር ድሉው ኢኻ ኢሉ ድሕሪ ምዝራቡ፣ በልቲ መሕደሪ ናይቶም ኣፍራሰይ ረሲሑ ኣሎ። ኬድካ ኣጽርዮ ኢሉ እዝዞ። ኣማራጺ ዘይነበሮ ላንሲሎት ድማ ናብቲ ዝተኣዘዞ ቦታ ከይድ። ሽዑ ንምሸቱ ላንሲሎት ፋንድያ ተጸያይቑ ብሕርቃን ናብ እንዳ መርሊን ገዛ ምለስ። ጋየስ ድማ ነዚ ምስ ረኣየ እንታይ ሓድሽ ነገር ዝተፈጥረ ኣሎ ድዩ ኢሉ ንመርሊን ይሓቶ'ሞ መርሊን ድማ ሓስዩ ላንሲሎት ስራሕ ደልየ ይብል ነይሩ ኣጋጣሚ ኮይኑ ድማ ናይቶም ኣፍራስ ገዛ ምጽራይ ስራሕ ረኺቡ ይብሎ። ጋይስ ግን እቲ ሓቂ ነገር ንገረኒ ንብሎሞ መርሊን ድማ ትማሊ ናይ መኳንንቲ ዘርኢ ጥራዮም ወተሃደራት ይኾኑ ምስ በልካኒ ከይደ ብማጂክ ጌረ ናቶም ኣርማ ዘለዎ ወረቀት ሒዘሉ መጼ ይብሎ። ጋይስ ነዚ ምስ ሰምዐ ኣዝዩ እንዳ ሓረቀ ኣንታ ቆልዓ እስኻ ኣብ ሽግር ኢኻ ትኣቱ ዘለኻ ከምዚ ክትገብር ኣይነበረካን እብሎ መርሊን ግን ላንሲሎት እኮ ካብ ሞት እዩ ትሪፍኒ። ኣነ ኸኣ ሕጂ ብጊደይ ንዕኡ ዝጠቅም ነገር ግድን ክገብር ኣለኒ እብሎ። ሽዑ ንጽባሒቱ ላንሲሎት ንግሆ ተሲኡ ሰይፉ እንዳብልሓ ከሎ፣ ኣርተር ናብቲ ቦታ ይመጽእ እሞ ዕንጨይቲ ናይ መኾስተር ሰንድ ይህቦ። ላንሲሎት ድማ ስራሕ ዝበሎ መሲልዎ ናብ ስራሕ ክኣቱ እንዳተዳለወ፣ ኣርተር ግን በዚ ዕንጨይቲ ጌርካ እስከ ምሳይ ተባኣስ ቅተለኒ እስከ ኢሉ ሕጂ ውን ብቕዓት እንተሃልይዎ ይፍትኖ። ላንሲሎት ድማ እቲ ዕንጨይቲ ሒዙ ተዳልዩ ብዘለዎ ዓቕሚ ምስ ኣርተር ክቃለስ ይፍትን። ዋላኳ መወዳእታ ኣርተር ስዒሩ እንተኾነ፣ ላንሲሎት ውን ስለ ዘይሓመቐ ግን ኣርተር ቀጽለሉ ካብ ሎሚ ጀሚርካ ከኣ ብኸምዚ መልክዕ ትረይን ምሳይ ጀሚርካ ኣለኻ ብሎ። ሽዑ ሃንደበት ናይ ከተማ ካሚሎት ናይ ህጹጽ ኣዋጅ ድምጺ ይስማዕ እሞ፣ ኣርተር ተቐላጢፉ ይኸይድ፣ እቶም ኣብቲ ዙርያ ከተማ ካሚሎት ዝነብሩ ህዝቢ ድማ ብሓደ ዘይተፈልጠ ኣራዊት መጥቃዕቲ ከም ዝወረዶምን ዕቝባ ደልዮም ናብ ከተማ ካሚሎት ክኣትዉ ከለዉ ንርእዮም። ንጉስ ድማ ምስ ወዱ ዀይኑ፣ እዚ ኣራዊት እዚ ቀስ ብቐስ ናባና እዩ ዝቐርብ ዘሎ፣ ብዅሉ መዳይ ክንዳሎ ኣሎና ኢሎም። ኣርተር እውን ከም ትእዛዝ ናይ ኣቦኡ ወተሃደራቱ ዅሎም ኣኪቡ፣ ነዚ ዝመጽእ ዘሎ ኣራዊት ንኽዳለዉ ይነግሮም። ላንሲሎት ድማ ኣነ ክሕግዞ ዝኽእል ነገር ከሎ ድዩ ኢሉ ንኣርተር ይሓቶ'ሞ፣ ኣርተር ግን ገና ንስኻ ደኣ ወተሃደር ኣይኮንካን ዘለኻ፣ ጽባሕ ተዳሎ። ክትሓልፍ ዲኻ ክትተርፍ ብሓንሳብ ክንርእዮ ኢና ኢልዎ ይኸይድ። ንጽባሒቱ ንግሆ ንነዊሕ ዓመታት ዝጽበዮ ዝነበረ ናይ ከተማ ካሚሎት ወተሃደር ንምዃን ፈተንኡ ዝገብረሉ ሰዓት ይኣክል። ሽዑ ዝተወሰነ ደቓይቕ ተዋሂብዎ፣ ኣብዘን ደቓይቕ ምስ ኣርተር ተቓሊሱ ግድን ክስዕሮ ከም ዘለዎ፣ እንተ ዘይኮይኑ ግን ተተሳዒሩ ንዘልኣለም ናይ ወተሃደር ናይ ምዃን ዕድሉ ከም ዝጽልምት ተነጊርዎ፣ ምስ ኣርተር ባእሲ ይጅምሩ። ንዝተወሰነ ግዜ ክብድ ዝበለ ክርክር ዘለዎ ቃልሲ ድሕሪ ምክያዶም፣ ሕጂ'ውን እንደገና፣ ኣርተር በቲ ሰይፉ ጌሩ ኣብቲ ሓጺን ናይ ርእሱ ይሃርሞ እሞ ላንሲሎት መሬት ይወድቕ። ድሕሪ ምውዳቑ ኣርተር ኣዝዩ ስለ ዝነዓቖ በቃ ተሳዒርካ ኢኻ እንዳበለ ናይ ርእሱ ማስክ ኣውሪዱ ናብኡ ገጹ ይቐርብ እሞ እታ ደቒቕ ግን ገና ስለ ዘይኣኸለት ላንሲሎት ነዛ ኣጋጣሚ ተጠቂሙ ተቐላጢፉ ንኣርተር ኣውዲቑ ብሰይፉ ጌሩ ይማርኾ። ሰዓት ኣብ ምውድኡ ከምዚ ብምግባሩ ወተሃደራት ናይ ኣርተር ሓሪቖም። ንላንሲሎት ክሕዝዎ ከለዉ፣ ኣርተር እውን ዝተቖጥዐ ክመስል ርኢናዮ። ድሕሪ ውሑዳት ሰዓታት ግን፣ ከምቲ ላንሲሎት ካብ ብንእሽትኡ ዝምነዮ ዝነበረ ነገር፣ ንጉስ ኡተር ናብኡ ገጹ ቅርብ ይብል እሞ፣ ከምቲ ኣብ ወረቐት ናይ ላንሲሎት ዝብል ዘሎ፣ ኣቦኻ ኤልድረድ ከመይ ኣሎ፣ ካብ ዘይርእዮ ነዊሕ ኰይኑ፣ ኣነ ዝፈልጦ እኮ ኣርባዕተ ደቂ ከም ዝነበርዎ እዩ። ኢሉ ንላንሲሎት ይዛረቦ። ላንሲሎት ድማ መልሲ ስለ ዝሰኣነ ኣብ ኣፉ ዝጸንሖ እሞ መበል ሓምሻይ ኣነ ይብሎ። ንጉስ ኡተር ግን እቲ ነገር ብዙሕ ደስ ስለ ዘይበሎ ተጠራጢሩ ነታ ወረቐት ናብቲ ዓንተቦይ ዝረኣናዮ ሰብኣይ ኣብ ቤተ መዝገብ ዝነበረ ፋይሉ ይልእኮ። እቲ ሰብኣይ ውን ነዊሕ ምጽራይ ድሕሪ ምግባሩ ላንሲሎት ካብ ዝፈርሖ ኣይወጸን። ንጉስ ኤልድረድ ካልእ ሓምሻይ ቆልዓ ከም ዘይነበሮ፣ ምሉእ ብምሉእ የረጋግጽ። ዝፍጠር ዘሎ ጉድ ዘይፈለጠ ላንሲሎት ድማ ምስ በዓል ኣርተር ኮፍ ኢሉ ብርሑቕ ናብ ግዮን እንዳጠመተ ክዘናጋዕ ከሎ ንርእዮ። ኣርተርን መርሊንን ድማ ንግዌን ምስ ላንሲሎት ከቃጥብዋ እንዳፈተኑ ከለዉ ርኢናዮም። ኩሎም ሓቢሮም ጽቡቕ ምሸት የሕልፉ። ንጽባሒቱ ንግሆ ግን ናይ ንጉስ ወተሃደራት ናብ እንዳ ጋይስ በብሓደ ተር ኢሎም እመጹ'ሞ ንላንሲሎት ኣሲሮም ይወስድዎ። ናብ ንጉስ ወሲዶም ድማ ኣብ ቅድሚኡ ኣምበርኪኾም እቲ ዘምጽኦ ወረቐት ፌክ ምዃኑን ንጉስ ኤልድረድ'ውን ካልእ ሓምሻይ ወዲ ኣለዎ ዝብል ዝኾነ ይኹን ፋይል ስለ ዘይተረኽበ ብሓሶት ኢኻ ወተሃደር ክትከውን ሓሲብካ ሓቀይ ትኽሕዶ ዲኻ እዚ ነገር ኢሎም ሓቱዎ። ላንሲሎት ድማ ካብ መጀመሪኡ'ውን ሓሶት ደልዩ ስለ ዘይነበረ እወ ሓቅኹም ኢኹም፣ ኣታሊለ ይብሎም። ንጉስ ኡተር ከታልሎም ከም ዝሓሰበ ምስ ኣረጋገጸ፣ ንስኻ ወተሃደር ናይ ካሚሎት ክትከውን ጠቕላላ ኣይትበቅዕን ኢኻ። እዚ ጥራይ ከማን ዘይኮነ፣ ከተታልለኒ ስለ ዝሓሰብካ ክትእሰር እዩ ዝግበኣካ ኢሉ ንኽኣስርዎ እዙዞም። ኣርተር ድማ ብውሳነ ናይ ኣቡኡ ብዙሕ ሕጉስ ስለ ዘይነበረ፣ እዚ ሰብ እዚ ንዓና ንኽጎድእ ኣይኮነን ከምዚ ጌሩ ወተሃደር ናትና ንኸገልግለና ኢሉ እዩ ከምኡ ሓሲብዎ ስለዚ ቅጽዓቱ ኣፍኩስ ኣብለሉ እብሎ። ኦተር ግን ናይ ዓድና ሕጊ እዩ ጥሒሱ ንዕኡ ክብል ድማ ዝቕይሮ ሕጊ የብለይን ንስኻ ውን ንባዕልኻ ከመይ ጌርካ ኢኻ ዝሓሰወካ ሰብ ደጊንካ ዕድል ክትቦ ትሓስብ እብሎ። ሽዑ መርሊን ናብቲ ላንሲሎት ተኣሲርሉ ዘሎ ቤት ማእሰርቲ ምሪሑ ናይዚ ኩሉ ሽግር ተሓታቲ ኣነ እየ እንዳበለ ብ ቅድሚኡ ነብሱ ይወቅስ እሞ ላንሲሎት ድማ ብናተይ ምርጫ እዩ ኩሉ ኮይኑ ነብስካ ኣይትውቀስ እብሎ ዝተፈጥረ ይፈጠር ድማ ብጸጋ እየ ክቅበሎ ብኣይ ኣይትሻቀል እብሎ መርሊን ድማ ኣዝዩ ሓዚኑ ከሎ ናብ ጋየስ ይምለስ ንጋየስ ብወገኑ ካልእ ጭንቀት ኮይንዎ ዘሎ እቲ ኣራዊት እንታይ ከም ዝበሃልን ካበይ ከም ዝመጸን ክፈልጥ ፈቲኑ ኣዝዩ ስለ ዝተሸገረ ነዊሕ ግዜ ወሲድሉ ጸኒሑ። ኣብ መወዳእትኡ ግን ኣብቲ መጽሓፍ ይረኽቦ'ሞ ብዛዕባ እዛ ኣራዊት ሓበሬታ ረኺቡ ንመርሊን ክነግሮ እንዳተዳለወ ከሎ ጋይስ፣ እታ ኣራዊት ውን ናብታ ከተማ ናይ ኣጋጣሚ ድዩ ክበሃል ልክዕ ኣብ ተመሳሳሊ ሰዓት ይመጽእ። ኣርተር ውን ነዚ ምስ ረኣየ ተቐላጢፉ ወተሃደራቱ ኣኪቡ ነታ ኣራዊት ንኽቃለስዎ ክቢ ሰሪሖም እዳለው። እቲ ኣራዊት ኣዝዩ ዓቢ ብምንባሩ ንኹላቶም ወተሃደራት ይብትኖም። ኣርተር እውን እንተኾነ ብወገኑ ኩናት ሒዙ ናብኡ ቀስ ብቐስ እንዳቐረበ ዕድል ረኺቡ ናብ ክሳዱ ክሸኽለሉ ይፍትን እሞ እንተኾነ ግን በንጻሩ እታ ዝሓዛ ኩናት ትሰባብር። በዚ ነገር ተሰናቢዱ ኣብ መሬት ወዲቑ ከሎ እቲ ኣራዊት እውን ናብኡ እንዳቐረበ ከሎ ኣጋጣሚ ሓደ ወተሃደር መጺኡ ንኣርተር ሓዊ የቐብሎ። እቲ ኣራዊት እውን ሓዊ ይፈርሕ ስለ ዝነበረ፣ ኣርተር ብኡ ገይሩ የፈራርሖ እሞ ንጊዚኡ ዋላ እኳ ተኾነ ገዲፍዎም ይኸይድ። ኣርተር ድማ ተቐላጢፉ ናብ ኣቦኡ ከይዱ ሎማዓንቲ ዘጋጠመ ኩሉ ጉዳይ ይነግሮ። ኡተር ድማ ኩላቶም ወተሃደራትካ ኣኻኺብካ፣ ናይ ዝኣራዊት ጉዳይ ሎማዓንቲ ወዳኣዮ ብሎ ጋይስ ግን ኣብ መንጎ ዘረብኦም ይኣቱሞ ብዛዕባ ዝኣራዊት ከጽንዕ የቀኔ ሪፍ ዝተባህለ ብማጂግ ዝተሰርሐ ኣራዊት እዩ ብቀሊሉ ድማ ኣይጠፍእን እዩ ክጠፍእ ተኮይኑ ማጂግ የድልዮ እዩ ይብሎም ኦተር ድማ ኣዝዩ እንዳ ሰንበደ ማጂግ ዲካ ዝበልካ ብማጂግ ኣይነጥፍኦን ኢና ባዕልና ብሓይልና ከነጥፍኦ ኢና ግድን ከምኡ ትገብር ይብሎ ንኣርተር። ኣርተር ግን ኣቐዲሙ ክወግኦ ፈቲኑ ኲናቱ ሴሩሉ ስለ ዝነበረ ሓቆም እዮም ብቐሊሉ ዝመውት ዓይነት ኣራዊት ኣይኮነን እብሎ። ንጉስ ኡቶር ግን ምስማዕ ኣብዎም ከም ዝበልኩኹም ጥራይ ግበሩ እብሎም። ሽዑ መርሊንን ጋየስን ንንጉስ ክሰምዕዎ ስለ ዘለዎም እምበር በቲ ዝበሎ ጉዳይ ስለ ዘይተሰማምዑ ንገዝኦም ይምለሱ እሞ ነዚ ኣራዊት ንምጥፋእ ግድን ማጂክ ክጥቀሙ ከም ዘለዎም መርሊን ይዛረብ። ጋየስ ውን በቲ ሓሳብ ተሰማሚዑ፣ ግዴታ ሕጂ ማጂክካ ክትጥቀም ኣለካ፣ ንስኻ ሱቕ ተይልካ ኣርተር ክመው ትኽእል እዩ፣ ብዝተኻእለካ መጠን ተዳሎ ብሎሞ፣ መርሊን ግን ነዚ ኣራዊት ክቐትል ዝኽእል ሓይሊ ኣለኒ ኢሉ ስለ ዘይኣምን እቲ ጉዳይ ንእሽተይ ከቢድዎ ክሻቐል ከሎ ንርእዮ። ኣብቲ ሓደ ውን ኣርተር። ናብ ታሕቲ ናብቲ ቤት ማእሰርቲ ይወርድ እሞ ናብ ላንሲሎት ወሪዱ ከመይ ኢልካ ትሕስወኒ ኣነ ኣሚነካስ ትሕሱ ኢሉ ካባኻ ከምዚ ተጸበኹ ንብሎ ላንሲሎት ድማ ርእሱ ደፊኡ ይቕሬታ እንዳ ሓተተ ዋላኳ ኣብ ከምዚ ኩነታት ከለዉ ከም በዓል ላንሲሎት ዝኣመሰሉ ንፉዓት ወተሃደራት ንኣርተር የድልይዎ ተነበሩ ኣቡኡ ግን ይተኣሰር ስለ ዝበለ ካልእ ውሳነ ብ ልዕሊኡ ቅድሚ ምውሳኹ ኣቦይ ከይፈለጠ ካብዚ ቤት ማእሰርቲ ከም ተምልጥ እየ ክገብረካ መጽየ ይብሎ። ዋላ ጓል ኣንሲሎት ኣነ ናጽነት ኣይኮንኩን ዝደሊ ነዛ ዓዲ እዚኣ ክከላኸለላን ክቃለሰላን እየ ዝደሊ ዋላ እኳ ተበለ ኣማራጺ ስለ ዘይነበረ ግን ኣርተር ኪድ ስለ ዝበሎ ንዕኡ ሰሚዑ ካብቲ ዓዲ ንኽወጽእ ይዳሎ መርሊን ውን ምስ ጋየስ ኮይኑ ነቲ ኣራዊት ክቐትልሉ ዝኽእሉ ጥበብ እንዳተላማመደ ኣንተኾነ ግን ቅድሚ ሕጂ ፈቲንዎ ዘይፈልጥ ዓይነት ቃላት ናይ ማጂክ ስለ ዝኾነ ክኣብዮ ከሎ ንርኢ። ላንሲሎት ድማ ካብታ ዓዲ ቅድሚ ምውጽኡ ንግዌን ክፋነዋ ስለ ዝነበሮ ከይዱ ሰላም ኢልዋ ንእግረ መገዱ ድማ ምሉእ ዕጥቂ ክቃለሰሉ ዝኽእል ንኽትቦ ይሓታ። ንሳ ድማ ትኸይድ ተሃሊኻ ደኣ ንምንታይ ደሊኻዮ ዕጥቂ ዋላ እኳ ተበለቶ ኣርተር ምስ በስማት ዝተሰርሐ ኣራዊት ተባኢሱ ካብ ዝመውት ኣነ ክሕግዞ ኣሎኒ ግድን እብላ። ግዌን ድማ ዓይኒ ዓይኑ እንዳ ረኣየት ናይ ብሓቂ ጅግና ኢኻ ኢላ ምሳኣ ንኽትጸንሕን ንኸይከይድ ዋላ እኳ ተለመነቶ፣ ላንሲሎት ግን ግዴታ ኮይንዎ ይኸይድ ምህላዉ ነጊርዋ ይሰናበታ። ንሳውን ብፍጥነት ናብ በዓል መርሊን ተምርሕ እሞ ላንሲሎት ንብዓል ኣርተር ንኽሕግዞም ናብኦም ከይዱ እዩ ትብሎም። በዓር ኣርተር ውን ኩላቶም ወተሃደራቱ ሒዙ ነቲ ኣራዊት ንኽቃለሶ ብምሸት ክጉዓዙ ከለዉ ንሪኦም። በዓል ኣርተር ነቲ ኣራዊት ረኺቦሞ ምስኡ ቃልሲ ይጅምሩ። መርሊን ውን እንተኾነ ንላንሲሎት ኣርኪብዎ ናይ ግድን ክትሕግዞም ኢኻ ኣነ ውን ምሳኻ ከይደ ክሕግዝየ ኢልዎ ብሓንሳብ ይኸዱ። ክልቲኦም ከምቲ ሓሳቦም ንኣርተር ይስዕብዎሞ ናብቲ ምስቲ ኣራዊት ቃልሲ ዘካይደሉ ዝነበረ ቦታ ምስ በጽሑ ግን፣ ኩሎም ሰራዊት ናይ ኣርተር ተበታቲኖም፣ ኣርተር እውን ተኾነ ሃለዋቱ ጥፊኡ ወዲቑ ይጸንሖም። ኣብዚ ሰዓት እዚ እቲ ኣራዊት ድምጺ ስለ ዝሰምዐ፣ ናብ በዓል መርሊን ገጹ ንክቐትሎም ይመጽእ። ሓደ ተስፋ ዝተረፈ ላንሲሎት እዩ ነይሩ፣ ምሉእ ብምሉእ ተዳልዩ፣ ፊት ንፊት ናብቲ ኣራዊት ክጎዪ ይጅምር። መርሊን ድማ ብወገኑ፣ ከምቲ ኩሉ ግዜ ብድሕሪኦም ኰይኑ ዘሳልጦሎም፣ ላንሲሎት ናብቲ ኣራዊት ይጐዪ። መርሊን እውን ላንሲሎት መታን ሓይሊ ክረክብ ብድሕሪት ኰይኑ ናብታ ላንሲሎት ዝሓዛ ኲናት ሓይሊ ናይ ኣስማት ይሰድድ። ሽዑ ላንሲሎት ፊት ንፊት ምስቲ ኣራዊት ተራኺቡ ይቐትሎ። መርሊን ብድሕሪት ኰይኑ እዛ ናይ ሎሚ ማጅግ ኣዝያ ሸጊራቶ ስለ ዝነበረት ካብ ትማሊ ብምስርሓ ኣዝዩ ክሕጎስ ከሎ ንርእዮ። ላንሲሎት እውን ካብ ሞት ብምትራፉ ኣዝዩ ይሕጎስ። ኣጋጣሚ ኮይኑ ኣርተር ካብቲ ሃለዋቱ ኣጥፊእዎ ዝነበረ ይትስእ'ሞ ነቲ ኣራዊት ላንሲሎት ከም ዝቐተሎ ርእዩ ኣዝዩ ይሕጎስ። ሽዑ ተቐላጢፉ ኣርተር ናብ ኣቡኡ ይኸይድ'ሞ ኣቡኡ ድማ ብወዱ ኮሪዑ ከመይ ጌርካ ቀቲልካዮ ኢሉ ምስ ሓተቶ ላንሲሎት ከም ዝቐተሎ ይነግሮ። ንጉስ ኣዝዩ ሓርቕ። ኣሲሩዎ ንሱ ኣርተር ፈቲሑ ምስኡ ከም ዝወሰዶ ምስ ሰምዐ፣ ነቲ ዝገበርሉ ዅሉ ብሓንቲ ግዜ ረሲዑ ንኣርተር ክቋየቖ ይጅምር። ኣርተር ድማ ነቦኡ ከረጋግኦ እንዳ ፈተነ፣ ላንሲሎት ህይወትናን ግዝኣትናን ኣድሒንልና እዩ፣ ወተሃደር ኰይኑ ንኽሽየም ኣፍቅደሉ ይብሎ። ንጉስ ኦተር ግን ብፍጹም ወተሃደር ኣይከውንን እዩ፣ ኣነ ከምቲ ኵሉ ግዜ ዝብለካ ንሓደ ሰብ ክብል ናይ ካሚሎት ሕጊ ልውጥን እየ ግን ደሓን እዚ ሎሚ ዘመዝገቦ ዓወት ደስ ስለ ዝበለኒ ኣይኣስሮን እየ ነጻ ሰዲደዮ ኣለኹ ይብሎም ኣርተር ብናይ ኣቡኡ ውሳኔ ሕጉስ ዋላ እኳ ተዘይነበረ ኩላቶም ወላ ሓደ ነገር ክገብርዎ ዝኽእሉ ነገር ስለ ዘየለ ከም ትእዛዝ ናይ ንጉስ ይኸዱ መርሊን ንጋይስ ከይዱ የበስሮሞ ምስ ናንሲሎት ተራኺቦም ውን መርሊን ሎማዓንቲ ዝገበርካዮ ስራሕ ኣዚየ ኮሪዐልካ ብሎ ላንሲሎት ግን መርሊን ዝገበሮ ነገር ይፈልጥ ስለ ዝነበረ ኣነ ኣይኮንኩን ቀቲለዮ መርሊን ባዕልካ ኢካ ቀቲልካዮ ብድሕረይ ኮይንካ ናይ ኣስማት ቃላት ክትዛረብ ኮለካ ሰሚዐካ እየ ብሎ ግን ብዙሕ ኣይትሻቀል ሚስጢር ኣየውጽእን እየ ኢልዎ ብተወሳኪ ውን ንዘይገበርክዎ ስራሕ ሽልማት ኣይወስድን እየ ብምባል ላንሲሎት ናብ በዓል ኡተር ኣትዩ ይቕሬታ ሓቲቱ፣ ብሰንከይ ኣብ መንጎኹም ፍሕፍሕ ስለ ዝፈጠርኩ ደጊመ ይቕሬታ። ካብ ሎሚ ንደሓር ድማ ካብዚ ግዝኣት ኣርሒቐ ክኸይድ'የ፣ ምናልባት ጽሑፍቶና ተኾይኑ ግን ካልኣይ ግዜ ክንራኸብ ተስፋ ይገብር ኢሉ ተሰናቢትዎም ካብቲ ኣዳራሽ ይወጽእ'ሞ ንጉስ ኡተርን ኣርተርን ዓይኑ ዓይኑ እንዳጠመቱ የፋንውዎ። ሽዑ ንጽባሒቱ ወጋሕታ ብኸምዚ መልክዕ ላንሲሎት ካብ ከተማ ካሚሎት ወጺኡ ይኸይድ፣ ግዌን፣ መርሊን፣ ጋይስ ድማ በዒንቶም ብርሑቕ እንዳፋነውዎ ከለዉ ርኢና፣ መርሊን ድማ ኣብ ቀጻሊ ክንራኸብ ተስፋ ይገብር እንዳበለ ከሎ መርሊን ሓምሻይ ክፋል ኣብዚ ትውድእ። ናይ ሎሚ ክፋል ነዚ ትመስል ኔራ ከመይ ሪኢኹማ ፈቲኹማ ዶ ኣንተ ፈቲኹማ ላይክ ምግባር ኣይትረስዑ ከምኡ ድማ ናብዚ ጀምዓ ሓደሽቲ ተኻታተልቲ ተሃሊኹም ነታ ሳብስክራይብ ትብል ዘላ ብምጥዋቕ ደወል ውን ትንክፍ ብምባል ኣባል ናይዚ ጀምዓ ኩኑ ኣብ ዝቕጽል መርሊን ሻድሻይ ክፋል ሒዘልኩም ክሳብ ዝመጽእ ኣብ ኮመንት ሓሳብኩም እንዳ ጸሓፍኩም ከምኡ ድማ እዛ ቪድዮ ናብ ሓደ ሓደ ዓርክኹም ሸር ግበርዋ ኢኹም። ኣብ ቀጻሊ ክሳብ ንራኸብ ሰሰናዩ።